ሰላም ሰላም ኩቡራት ተኻተተቲ ናይዛ ቻነል ኣብዚ ዘለኹሞ ሰላም ቅንየኹም ክትኮኑ ተስፋ ገብር እምበኣርከይ ሎማዓንቲ ድማ ብኻልእ ቪድዮ ተመሊሰኩም ኣለኹ ናይ ሎማዓንቲ ቪድዮ ፍልይ ዝበለት ሓበሬታ እያ ፕሊስ ፕሊስ በጃኹም ናብ ኩሉ ሰብ ክትበጽሕ ሸር ግበሩዋ ምኽንያቱ ኣብዚ ክልተ ሰሙን ጥራይ ከባቢ ሰለስተ ኣርባዕተ ሰባት ደዊሎምለይ ብፍላይ እቶም ክልተ ማራ ገንዘቦም ስኢኖሞ ማለት እዩ እንታይ እዩ ተቀዳማይ ሲኣርኤ ተመሲሎም ደዊሎምሉ ብዙሕ ገንዘብ ከባቢ ልዕሊ ዓሰርተ ሽሕ ዶላር እዩ ኣክሽሊ ሲኣርኤ ተመሲሎም ደዊሎምሉ እሱ ከዓ ሲኣርኤ መሲሎሞ ምስ ደወልሉ ብዙሕ ሃዲዶሞ ሃዲዶሞ ግብሪ ዘይከፈልካዮ ኣሎ ከምዚ ደየበልካዮ ኣሎ ከምዚ ደይገበርካዮ ኣሎ ኢሎም ብዙሕ ኣቢሎሞ ማለት ሕጂ ኩሉ ኢንፎርሜሽን ንሓተካ እንድሕር ደይመሊስካ ኣብዚ ቀረባ ግዜ እንድሕር ዝበልናካ ደይገርካ ክሳብ ናይ ዕስራን ሓሙሽተን ዓመት ክትእሰር ትክእል ኢካ ገለ ኢሎም ሃዲዶሞ ማለት እዩ ምስ ደሃልዎ ምስ ስፍርዎ ወዲ ከዓ ኩሉ ዘድልዮም ሂብዎም ማለት እዩ ኩሉ ዘድልዮ ምስ ሃቦም ከኣ ንሶም ድሕሪኡ ኦኬ ከተራጋግጽ እንድሕር ደሊኻ ሕጂ ናብ ከባቢኻ ዘለ ፖሊስ ዊን ድማ ሎካል ዲፓርትመንት ክትድውል ትኽእል ኢኻ ኢሎሞ ማለት እዩ። ወዲ ተሌፎኑ ተ ተጠሊፋ ከም ዘላ ዝኾነ ነገር ኣፍልጦ ኣይነበሮን ተሌፎን እቲ ደወለ ናብ ፖሊስ ኢሉ ጎጉል ኣውጺኡ እቲ ደወለ ንሶም ባዕሎም ተቐቢሎሞ ማለት ተቐቢሎም እወ ጸገም የብሉን ሲኣርኤ ደዊሎምልካ ጸኒሖም ፈሊጥና ኣለና ኢሎሞ ማለት ፖሊስ መሲሎም ከኣ ኣዳናገዶሞ ክልተ ግዜ ማለት እዩ። ንስኻ ኦከይ ኦ ሲኣርኤም ማለት ናይ ሓቂ ኢሉ ገንዘብ ኣውጽ ኢሎሞ ካብ ባንኪ ገንዘብ ኣውጺኡ ልዕሊ ዓሰርተ ሽሕ ዶላር ከይዱ ኣብ ኤቲኤም ኣብ ከምዚ ከምዚ ቦታ ኤቲኤም ድፖዚት ግበሮ ኢሎሞ ከይዱ ኣብኡ ድፖዚት ገይርዎ ኣብዚ ክልተ መዓልቲ እንታይ ኢሎሞ ንዝኾነ ሰብ ቴሌፎን ካይትዛረብ ንዝኾነ ሰብ ካይትዝውር ኢሎሞ ማለት እዩ ዝኾነ ነገር ካይትገብር ኢሎሞ ወዲ ፈሪሁ ዝኾነ ነገር ቴሌፎን ኣይቅበል ምስ ዝኾነ ሰብ ኣይነግር ማለት እዩ ስለዚ ኩለን ገንዘቡ ሲእንዎን ምስ ኣነን ባንኪ ክይትበለ ባዕልኻ ዝገበርካዮ ንሕና ድኣ እንታይ ገርና ባዕልኻ ኣውጺኻ ዝሃብካዮም ኢሎም ማለት እዩ ናብ ፖሊስ ዝኸደ ፖሊስ ንሕና ንፈልጦ ነገር የለን ኣይደወልካልናን ኣይመጻኻናን እንዴት መጻና እንድሕር ደሊኻ ኢሎሞ ማለት እዩ ድሕሪኡ ወዲ ከም ብሓዱሽ ሶሻል ኢንሹራንስ ከውጽእ ካሊእ ካሊእ ብዙሕ ፕሮሰስ ኣትዩ ማለት እዩ ስለዚ ናይ ብሓቂ ብዙሓት ሰባት ከምዚ የጋጥሞም ኣሎ እዚ መልእኽቲ ከኣ ናብ ኩሉ ሰብ ክበጽሕ ሸር ግበሮ በጃኹም ማለት እዩ እታ ካልኣይቲ ዘጋጠሞም ከኣ ስቲል ኣብ ኢንቨስቲጌት ኣለዉ ስቲል ኣብ መጽናዕቲ ይደለ ካብ ባንኩ ልዕሊ ሓሙሽተ ሽሕ ዶላር ወሲዶምሉ ማለት እዩ። ከመይ ገሮም ወሲዶምሉ እንድሕሪልና እዚ ከኣ ቴሌፎን ኤስኤምኤስ ሰዲዶምሉ ኤስኤምኤስ ምስ ሰደድሉ ብዙሕ ክስደደኒ ቀንዩ ኢልኒ ማለት እዩ። እሱ ከኣ ኣትዩ ገንዘብ ንመልሰልካ ኣለና ዝብልዎ መሲልዎ ገንዘብ ንመልሰልካ ኣለና ኢልም ጽሒፎምሉ ማለት እዩ። ኣብኡ ኣትዩ ክሊክ ምስ ገበረ ባንኪ ኢንፎርሜሽን ሃበና ድፖዚት ክትገብሮ ወይ ድማ እቲ ገንዘብ ናብ ባንክኻ ሰዶ ባንክኻ የእትው ብታሕቲ ብሎ ማለት ከምኡ የእትው ከምኡ ክልተ መዓልቲ ሰለስተ መዓልቲ የእትየልኒ ማለት እዩ ሕጂ ድሕሪ ሰሙን ከኣ ሓሙሽተ ሽሕ ዶላር ካብ ባንኩ ስኢንዎ ማለት እዩ ናብ ባንኪ ደዊሎም ኦው ባዕልካ ድገበርካዮ መሲልና ግን ደሓን ክንፍትን ኢና ክንመልሶ ኢሎም ጌና ኣብ መጽናዕቲ ኣሎ ማለት እዩ ስለዚ ናይ ብሓቂ ናይ ብሓቂ ብዙሓት ሰባት እንተ ጎረቤትካ ድዮም ዓርክካ ድዩ ሓውካ ድዩ ዝኮነ ከምዚ ኣጋጢምዎ ሰለ ዝክእል ንከየጋጥሞም ንካልኦት ሰባት ናብ ኩሉ ሰብ ሸር ክትብሉለይ ናይ ብሓቂ ይላበወኩም ማለት እዩ። ስለዚ ነግር መገደይ ኣርባዕተ እስካም ኣለዉ ካብዚኦም ኣርባዕተ እስካም ወይን ድማ ኣብዚ መዚ ቴክኖሎጂ እናማዕበለ ክኸይድ ከለ መሰረቕቲ ወይን መዳነገርቲ ዝምዕብሉ ዘለዉ ክንርኢ ኢና ማለት እዩ ኣብ መወዳእታ ድማ ነዚኦም እስካማት ክንከላኸሎም ንሕር ከይና እንታይ ክንገብር ከም ዘለና ድማ ክነግረኩም እየ ማለት እዩ ቀዳማይ ከምዚ ድበልናዮ CRA ማለት እዩ CRA ተመሲሎም ተሌፎን ይድውሉልካ ተሌፎን ደዊሎም ይህዱልኻ ይድህሉኻ ይድህሉኻ ኣፋረርዮም ክንድዚ ክትእሰር ኢኻ ክንድዚ ዓመት ክትገብር ኢኻ ኢሎም ብዙሕ ነገር ይህፍሩኻ ማለት እዩ ድሕሪኡ ንስኻ ምስ ፈራህኻ ትገብሮ ነገር የለን ኩሉ ዝበልክ ዝበሉኻ ትህቦም ማለት እዩ ከምዚ ኣቐዲምና ዝረኣናዮ ናይዚ ሓውና ኸኣ ገንዘብካ ኩሉ ይወዝዎ ማለት CRA ማለት Canada Revenue Agency ማለት እዩ ኣብ US ዘለኹም IRS ተመሲሎም ክብሉኹም ይኽእሉ እዮም ኣነ ርግጸኛ እየ ኣብ ኢሮብ ኣብ US ኣብ ኩሉ ካናዳ ሓደ ተማሳሊ ሲስተም ሰለዘለ ተማሳሊ ጉዳይ የካይድ ከምዘለየ ዝኣምን ማለት እዩ ስለዚ ኣብ ኢሮብ ደለካ ዲካ ኣብ ኣሜሪካ ሃሉ ብዘየገድስ ናይ መንግስቲ ኢና ንሕና ኢሎም ንሕር ደው ኢሎምልካ ወይ ናይ መንግስቲ ኢና ንሕና ከምዚ ንገብር ኢሎም ንሕር ደው ኢሎምልካ ኣይትስማዕዮም ጃስት ኢግኖር ደም ዝኮነ ዘፍርሃካ የለን ብቴሌፎን ደዊሉ መንግስቲ ከምዚ ደይገበርካ ከምዚ ደይከፈልካ ክንኣስረካ ኢና ዝብል ነገር የለን ማለት እዩ ካልኣይ እቲ ቀንዲ ኣብዚ ካናዳ ብፍላይ ማለት እዩ ገኒኑ ዘለ እንታይ እዩ ክልተ ተመሲሎም ዝስዱልካ ማለት ክልተ ኮይኖም ማለት እቲ ሓደ ናይ ሺፒን ዝገብሩ ከም በዓል ፌዴክስ ዲኤችኤል ካናዳ ፖስት ከምዚኦም ናይ ፖስታ ዘባፅፅሑ ተመሲሎም ንብረትካ ጌና ኣብ መገዲ ኣሎ ቅርሽን ገለንዶ ዘይተኸፈለለካ ፕሊስ ኣብዚ ኣቲኻ ክፈሎ ይብሉኻ ማለት ኣብኡ ብቲ ሊንክ ኣቲኻ ባንክኻ ገለመለ ይሓቱኻ ማለት እዩ ንለ ንኣብነት ናተይ ኣብዚ ሰዲዶምለይ ማለት እዩ ክልተ ግዜ ሰለስተ ግዜ ሰዲዶምለይ ማለት እዩ ኣብ መዓልታዊ እዮም ዳርጋ ዝሰዱለይ ማለት እዩ እዚኦም ከምኡ ይገብሩኻ ምሰደዱልካ ኣብቲ ናትካ ኣትዮኻ ንስኻ ከኣ ናይ ሓቂ መሲልካ ዝኾነ ንብረት ዝኣዘዝካዮ ዘለ መሲልካ ኣብኡ ኣቲኻ ቅርሺ ድዩ ክልተ ቅርሺ ዘይተኸፈለ ዘለ መስለካ ትኸፍል ኢልካ ትኣቱ ምስ ኣተኻ ድሕሪኡ ናበዮም ድወዝኻ ናብቲ ናይ ባንክኻ ማለት እዩ ናብ ናይ ባንክኻ ኢንፎርሜሽን ምስ ሃብካዮም ኩሉ ኢንፎርሜሽን ናይ ባንክኻ ኣለዎም ማለት እዩ ድሕሪኡ ኣብ ባንክኻ ኣትዮም ድላዮም ንኽገብሩ ኣይጽግሞምን ማለት እዩ። ስለዚ እዚኦም ከኣ ካልኣይ መዳናገርቲ ዊን ስካም እዮም ማለት እዩ። እቶም ሳልሳይ እንታይ እዮም? ናይ ቴሌፎን ተመሲሎም ማለት ናይ ቴሌፎን ተመሲሎም ንኣብነት ኣብ ካናዳ ዘለና ፍሪደም፣ ሮጀርስ፣ ቴላስ ገለገለ ዝበሃሉ ናይ ካምፓኒ ናይ ቴሌፎናት ካምፓኒ ኣሎ ማለት እዩ። ንዕኦም ተመሲሎም ኣርባዓ ቅርሺ ሓምሳ ቅርሺ ሪፋንድ ኣለካ ወይ ዝተመለሰ ኦቨር ቻርጅ ገርናካ ነርና እና እሞ ዝተመለሰ ገንዘብ ኣለካ በዚ ሊንክ ብታሕቲ ዘላ ኣቲካ ዲፖዚት ግበሮ ናብ ባንክ ሃብሉካ እዚኦም ጋር ልክዕ ደሴም ከምቲኣ ናይ ሺፒን ወይ ድማ ከም ናይ በዓል ከነዳ ፖስት ዲኤችኤል ተመሳሳሊ ሲስተም እዮም ዝጥቀሙ ኣብኡ ኣቲኻ ክሊክ ምስ ገበርካዮ ናበይ ወስድኻ ናብ ባንክኻ ማለት እዩ ኣርባዓ ቅርሺ ዲፖዚት ትገብር ዘለካ ይመስሎም ማለት እዩ ኣርባዕ ቅርሺ ድፖዚት ኣካንካን ክትገብር እንታይ እዮም ዝደልዩ እሶም እቲ ናትካ ኢንፎርሜሽን ናይ ባንኪ ኢንፎርሜሽን ናትካ ክወዙ ኢሎም እዮም ማለት ስለዚ እዚኦም ከዓ ክንጥንቀቀሎም ኣለና ማለት ሳልሳይ ዘለዉ እሶም ከዓ ናይ ፌስቡክ ማለት እዩ እዚኣ ሓደሽቲ ሕጂ ቅድሚ ሕጂ እውን ነይሩ ጓል ተመሲለን ብዙሕ ስእሊ ፅዩፍ ስእልታት የዛርባኻ ገለ መልታት ቪድዮ ሪከርድ ገሮም ብዙሕ ነገር ይገብሩ ነይሮም ቅድሚ ሕጂ ማለት ሕጂ ከዓ ካብኡ ፍልይ ዝበለ ከዓ እንታይ ኣምፅኦም ኣሎ ኣዋልድ ሓደሽቲ ዋልድ ኣውጺኤን ኣነ ብ ካናዳ ዝነብር ኢየ ብ ኣምሓርኛ ሓንሳብ ጽሕፋ ሓንሳብ ብ እንግሊሽ ጽሕፋ ማለት ኢዩ ን ኣብነት እዚኤን ኣብዚ ትርእይወን ዘለኹም ኣብዚ ሲ ክሳብ ስእሊ ናይ ኣዳም ኢያ እንድሕር ዘይተጋግየ እዚኣ እንድሕር ኦፐን ገርናያ ኣብዚ ኣርባዕተ ሽሕን ገለን ሰባት ፍሬንድ ዘለዋ ማለት ኢዩ እንታይ ትብል ኣላ ኣብዚ ኣይ ኣም ኤርትሪያን ኣይ ሃቭ ሊቭድ ኢን ካናዳ ፎር ሜኒ ይርስ the new WhatsApp group ገለ መለ ዝብል ማለት እዩ እዚ ሕጂ እዚ ሊንክ ምስ ኣተኻ እንታይ እዮም ዝገብሩኻ ናብቲ ናይ ሴክሹዋሊ ናብ ካሊእ ናብ ሃከርስ እዮም ዝወስዱኻ ማለት እዩ ስለዚ እዚኦም እውን ኣይትተንክፎም ማለት እዩ እዚኣ ሕጂ ሓቀኛ ኣዳም ስብሃቱ ይከነት ምስ ኣይ ቲንክ እንድሕር ዘይተጋገየ ኣዳም ስብሃቱ እያ ትመስል ዘላ ስእላ ማለት እዩ ግን ንሳ ከም ዘይከነት ርግጸኛ እየ ማለት እዩ ከምኡ ረይወን ብዙሕ ኣዋልድ ንህለዋ ማለት እዩ ኣብዚ ብዙሕ ኣዋልድ ስእልታት ከምኡ ገይረን ከዳናገራ ወይ ድማ ኣብ ካናዳ ዝነብር ኣነ ሓበሻ እየ ኣነ ከምዚ እየ እንዳበላ የዳናገራ ኣለዋ ማለት እዩ ስለዚ እዚአን ከዓ ክንጥንቀቃለን ኣለና ማለት እዩ ጃስ ግደፎ ኣይትገደስለን ደልይ ጥራይ በልወን ማለት እዩ። ስለዚ ብኸመይ ንከላኸሎም ንዝብል ድማ ቀዳማይ ቀዳማይ እንታይ ክንርዳእ ኣለና ሓንጎልና ከመይ ከም ዝሰርሕ ክንፈልጥ ክንክእል ኣለና ማለት እዩ። ሓንጎልና ከመይ ከም ዝሰርሕ ንምንታይ ኣድልዩ እንድሕር ኢልኩምኒ ሓደ ሓደ ግዜ ሓደ ሓደ ግዜ ዘይከነስ ዝበዝሐ ግዜ ሓንጎልና ኣብ ሕማቕ ግዜ ዊን ኣብ ናይ ፍርሒ ግዜ ኣንጻርና እዩ ዝሓስብ ዊን ኣንጻርና እዩ ዝኸይድ። ድሕር ዝኾነ ዘፍርህ ነገር መጺኡ ንኽንሓስብ ወይ ዝኾነ ነገር ንኽንገብር ኣይሕግዘናን እዩ። ኣንጻርና እዩ ዝኸይድ። ስለዚ ሓንጎልና ክንጥንቀቐሉ ኣለና። ብፍላይ ኣብ ዘፍርህ ግዜ፣ ኣብ ሕማቕ ግዜ ኣንጻርና እዩ ዝሓስብ ብዙሕ ግዜ ማለት እዩ። ሓሳባትና እንድሕር ብግቡእ ዘይንካተተሎ ወይ ዘይንቋጽጸሮ ከይና ኣንጻርና ስለ ዝኸይድ ክንጥቀቕ ኣለና ማለት እዩ። ካልኣይቲ ንነብስና ዕድል ንሃባ ክትሓስብ ዕድል ንሃባ በቃ ንሕር ሓደ ሰብ ደዊልካ ወይ ዝኾነ ኢሜይል መጺካ እንታይ እዮም ዝገብሩኻ ንዓኻ ኢሞሽናሊ ከመይ ጌርካ ከም ትስንብድ ወይ ድማ ከመይ ጌርካ ከም ትዋናወን ሃነይነይ ዘብል ጠለባት እዮም ዘቕርቡልካ ማለት እዩ ጓል የምፅኡልካ ሓንሳብ ጓል ኣምፅኦም ስእልታት ፅቡቕቲ ጓል የምፅኡልካ ሓንሳብ ገንዘብ ክንዲ ዝክምለሰካ ይብሉኻ ሓንሳብ ይድህሉኻ ማለት እዩ ስለዚ ንፍርሕናን ንስምዒታትናን ክንቋጻጸር ኣለና ማለት እዩ። ነዚ ክንቋጻጸር እንድሕር ከይና ከኣ ሓንሳብ ኮፍ ኢልና ክንዕርፍ ክንሓስብ ክንክእል ኣለና ማለት እዩ። ኣብ ርእስና ዊን ኣብ ርእስና ሽጉጥ ዓሚሩ ክፈሎ ዊን ድማ ነዚኣ ሊንክ ጠውቕ ድብለና የለን ማለት እዩ። ስለዚ ቁሩብ ንነብስና ንክትሓስብ ዊን ምስ ካልኦት ዝፈልጡ ሰባት ክንዛረብ ኣለና ማለት እዩ። ሳልሰይቲ ዝኾነ ዝተረኸበ ሊንክ ኢልካ ኣይትጠውቕ። ዝተረኸበ ሊንክ ምጥዋቅ ጌጋ እዩ ናይ ከምዚ ናይ ኣማዞን ሚትን ሓምሳን ዓመት የውዕሉ ኣለዉ ናይ ከምዚ ሚእቲ የውዕሉ ኣለዉ ናይ ማርቸሪስ ዶ ናይ ቢኤም ዳብሊዩ ዶ እዚ ኩሉ እስካም እዩ እንታቦት ኮይኖም እዮም ንዓኻ ክህቡኻ ሚትን ሓምሳን ነውዕል ኣለና ሚትን ስሳን ነውዕል ኣለና ኣፍኮርስ ክህልዉ ክኽእሉ እዮም ክህቡ ደይክህቡ ኣይክእሉን እዮም ግን እትዮም ዝህቡ ወይ እቲ ሓቀኛ ንክትረኽባ ሓደ ፐርሰንት ሰባት እዮም ዝረኽብዋ ስለዚ ዘዝተረኸበ ሊንክ ሰደድ ዝሰደደልካ ሊንክ ክሊክ ኣይትግበር ወይ ኣይትጠውቆ ክትጥንቀቅ ኣለካ እንታይ ዓይነት ሊንክ ክመጸካ ከም ዘለ ማለት እዩ ነዚ ክትጥንቀቅ እንድሕር ዘይኪኢልካ ብቀሊል መገዲ ዘዝረኸብካ ሊንክ ጥጡቁ እንድሕር ኬንካ ብቀሊል መገዲ ናትካ ኢንፎርመሽን ሓበሬታታት ናትካ ን ብሙሉኡ ረኺቦም ድላዮም ክገብሩ ይኽእሉ እዮም ማለት እዩ ስለዚ ዘዝረኸብና ሊንክ ኣይንጠውቅ ማለት እዩ። ካልእ እዚኤን ናይ ፌስቡክ ዝረኣናየን ነዚኤን ደሊት ዊን ብሎክ ምግባር ጥራይ ካልእ ዝኾነ መፍትሒ የለን ደሊት ዊን ብሎክ ጥራይ ምግባር ማለት ዘይምቕባለን ማለት እዩ እቲ ናይ ሲያሬ ዝበልናዮ ኸኣ ሲያሬ ዊን መንግስታት ዝኾነ ናይ ካናዳ ናይ ዩኤስ ብቴሌፎን ደዊሉ ዝህድደካ ሰብ የለን ማለት እዩ ዊን ብቴሌፎን ደዊሉ ክኣሰረካ ዝብለካ የለን ሲያሬ ንሕር ደልዮምኻ ብሜል ኣብ ገዛኻ ብፖስታ እዮም ዝሰዱልካ ማለት እዩ ንሕር ዘይዓጊብካ እውን ኣብ ከባቢኻ ዘለ ኣብ ከባቢኻ ዘለ ሰርቪስ ካናዳ ከይድካ ክትሓቶም ትኽእል ኢኻ። CRA ደዊሎምለይ ድዮም እንታይ ኣሎ ዝኾነ ዘድልዮ ኣሎ ድዩ መንግስቲ ካናዳ ካባይ ኢልካ ኣብ ከባቢኻ ዘለዉ ሰርቪስ ካናዳ ክትሓትት ትኽእል ኢኻ። ፖሊስ ንሕና ናይ ፖሊስ ኢና ናይ ከምዚ ኢና ኢሎም እንድሕሪ ደዊሎምልካ ኣብ ከባቢኻ ዘለ ፖሊስ ናብ ኢምፐርሰን ብኣካል ከይድካ ዝኾነ ኣሎ ድዩ ኢልካ ክትሓትት ኣለካ ክትፈርህ የብልካን ቀዳመይቲ ክገብሩዋ ናቶም ሲስተም ዝጥቀሙላ እንታይ ፍርሒ ከመይ ገሮም ንዓኻ የፍርሑኻ እሞ ዘይተደለየ ውሳነ ወይ ድማ ቆልዓ ክውስኖ ዘይክእል ውሳነ ንክትውስን እዮም ዘፍርሑኻ ማለት እዩ ስለዚ ሲያርኤ ዊን ካናዳ ሬቪኒው ኣጀንሲ ዊን መንግስቲ ካናዳ ዊን መንግስቲ ኣሜሪካ ዊን መንግስቲ ብርጣንያ ደዊሉ ብቴሌፎን ክኣስረካያ ን20 ዓመት ን30 ዓመት ዝብል ሕጊ የለን ስለዚ ዝደለኻዮ ነገር እንድሕር ተጠራጢርካ ወይ እንድሕር ዝኾነ ሓሶት ኮይኑ ተሰሚዕካ ስለዚ እንታይ ክትገብር ኣለካ ኢግኖር ክትገብሮ ኣለካ ክትገድፎ ኣለካ ወይ ኣብ ከባቢኻ ዘለ ናይ ፖሊስ ድዩ ወይ ኣብ ከባቢኻ ደለ ናይ ሰርቪስ ካናዳ ከድካ ብኣካል ትሓቶም ማለት እዩ ድሕሪኡ መልሲ ግቡእ መልሲ ክትወሃብ ኢኻ ማለት እዩ ካልእ እቲ ናይ ኢሜል እቲ ናይ ኢሜል ወይ ድማ ቴክስት መልሲ ሰዲዶም ንሕና ናይ ቴሌፎን ካምፓኒና ወይ ንሕና ናይ ሺፒንግ ካምፓኒታት ኢና ከምዚ ገንዘብ ኣለካ ዘይተመለሰ ገለ ዝብል ዘለ እዚ please don't click it just delete ግበሮ ኣጥፍኦ ካብኡ ንዓኻ ንምውንዋን እዩ እምበር ዝኾነ ገንዘብ ዝህበካ ሰብ የለን ንሕር ናትካ ካምፓኒ ከ ኣለካ ከይኑ ንሕር ሺፒን ኣለካ ከይኑ ኣውፂኻ ቴሌፎን ናይ ዲኤችኤል ንሕር ከይኑ ዲኤችኤል ኣውፂኻ ደውለሎም ሺፒን ናተይ ኣበየሎ ኢልካ ሕትቶም ካብ ብቴክስት መሴጅ ክንዲዚ ገንዘብ ኣለካ ክንዲዚ ገንዘብ ኣለካ ኢሎምኻ ክትኣምኖም የብልካን ማለት እዩ ስለዚ ተስፋ ይገብር ንገለ ሰባት ክትሕግዝ እዚኣ ቪድዮ ድሕር ጠቃሚት ከይና ረኺብኩማ ፕሊስ ኣብዚ ቻነል ሳብስክራይብ ገርኩም ተኻተልቲ ክትኮኑ ኣብዚ ቻነል ኩሉ ግዜ ብዛዕባ ፋይናንስ ብዛዕባ ኢንቨስትመንት ከመይ ገርና ሴቭ ንገብር ከመይ ገርና ኢንቨስት ንገብሮ ኣብ ስቶክ ማርኬት ገንዘብና ገንዘብና ከመይ ገሩ ንሕና ብድቆስና ንዓና ይሰርሓልና ዝብል ቪድዮታት ደቕርብ ተገዳስነት ንሕር ኣለኩም ሳብስክራይብ ግበሩ ብፍላይ ግን እዚኣ ቪድዮ ናብ ኩሉ ሰባት ክትበፅሕ ብዙሓት ሰባት ክመሃሩላ ዊን ክጥንቀቑላ ሸር ክትገብሩለይ ድማ ይላበወኩም ማለት እዩ ኣብ ቀፃሊ ቪድዮ የራኽበና ሰላም